ሰላም ዝኸበርኩም ተኸታተልቲ ሲኔማ ሰመረ ዕለታዊ ዜና ስፖርት ሒዘልኩም ቀሪበ ኣለኹ ንምክትታልኩም ብክብሪ ይዕድም ሎሚ ዓመት መበል 60 ግዚኡ ኣብ ምክያድ ዝርከብ ትሪኖ ኣድሪያቲኮ ሰሉስ 11 መጋቢት ብካልኣይ መድረኹ ቀፂሉ ተኻይዱ ኣብዛ መድረኽ ድማ ተቐዳደምቲ 192 ኪሎ ሜተር ዝርሕቐታ ንናይ ሽኳ ተቐዳደምቲ እተረብሕ ጎላጉል ዝዓብለላ መድረኽ እዮም ኣካይዶም ነዛ መድረኽ ድማ እቲ ብኣማኑኤል ገብረእግዝኣብሄር ተሰንዩ ኣብ ዝኣተዎም ውርድራት ናይ መድረኽ ዓወት ተጓናጸፍ ዘይጽገም ኢጣልያዊ ኣባል ሊድል ትሬክ ጆናታን ሚላን ንውድድሩ ብ ኣርባዕተ ሰዓትን ኣርብዓን ሓሙሽተን ደቒቕን ዓሰርተ ሰለስተ ሰካሊትን ብምዝዛም ዕዉት ካልኣይ መድረኽ ተሪኖ ኣድርያቲኮ ኮይኑ። ኣባል ጋንታ ቱዶር ሆላንዳዊ ማይኬል ዚላርድን ፈረንሳዊ ኣባል ጉሩፓማ FDJ ፖል ፌኖትን ድማ ካልኣይን ሳልሳይን ተርታ ሒዞም ሕንጻጽ ረጊጾም። ኤርትራውያን ተቐዳደምቲ ምስ ዕዉት ጆናታን ሚላን ብተመሳሳሊ ሰዓት ኣባል ሞቪስታር ሻምፕዮን ኤርትራ ናትናኤል ተስፋጽዮን መበል ሰላሳን ክልተን ኣማኑኤል ገብረእግዚኣብሄር ድማ መበል ሚእትን ሓምሳን ሓደን ተርታ ሒዞም። ጆናታን ሚላን መበል ዕስራ ናይ ፕሮፈሽናል ዓወቱ ሰኒዱ። ውዲ ዕስራን ኣርባዕተን ዓመት ሚእቱን ሳሓትን መዓልትታትን ጆናታን ሚላን መበል ሚእቲን ሰማንያን ክልተን ብዕድመ ዝዓበየ ዕውት መድረኽ ኣብ ተሪኖ ኣድሪያቲኮ ኮይኑ። ክለቡ ሊድትሬክ ድማ ኣብ ኩለን ክለባት ድምር ዘመዝገበቶም ዓወታታ ናብ ኣርባዕተ ሚእትን ሰላሳን ክልተን ኣበሪኻ። ኣብ ቅድድም ብሽክለታ ነናትካ ስራሕ ሒዝካ ኢኻ ጸወታ ጀሚሩ ክሳብ ዝዛዘም ትጓዓዝ። ገለ ተቐዳደምቲ ማይ መግቢ ዘቀባብሉ፣ ገለ ድማ ንሓለቓ ጋንትኦም ክሕልዉ ዝውዕሉ ገለን ድማ ንዝሃደመት ጉጅለ ናይ ምርካብ ሓላፍነት ዝወስዱ'ዮም። ኣብዚ ሕጂ እዋን ንዝሃደመት ጉጅለ ኣብ ምርካብ ዝያዳ ማንም ተቐዳዳማይ ዝጥምት ተሎ እቲ ምስ ዚድንትሬክ ዝርከብ ኤርትራዊ ተቐዳዳማይ ኣማኑኤል ገብረእግዝኣብሄር'ዩ። እዚ ተቐዳዳማይ ቀንዲ የማናይ ኢድ ናይ ጆናታን ሚላን ኮይኑ ብፍላይ ድማ ኣብ መወዳእታ ኪሎሜተራት ንዝሃደሙ ተቐዳደምቲ ኣብ ምህዳንን ኣብ ጉሩፖ ሃዲሞም ንኸይወጹን ብትሪር ኣዘዋውራ ጌርካ ዕድል ምኽላእን ዝያዳ እናተለለየ ዝመጽእ ዘሎ ተቐዳዳማይ'ዩ። በዚ ድማ ጆናታን ዝሓለፈ ዓመት ናብ ሊድቼ ካብ ዝመጽእ ንደሓር ዝተዓወተሉ ዓሰርተ ክልተ ውድድራት ኣብ ኩሉ ኤማ ዝነበረሉ ኮይኑ ብቓላት ዘይግለጽ ብቕዓት ውን ዘንጸባረቐሉ እዩ። በዚ መሰረት ኢጣልያዊ ዕውት ቀዳማይ መድረኽ ፊሊፖ ጋና ብ ኣርባዕተ ሰዓትን ሓምሳን ሸውዓተን ደቒቕን ሰላሳ ካልኢትን መሪሕነት ተሪኖ ኣድሪያቲኮ ዓቂቡ ኣሎ። ዕውት ካልኣይ መድረኽ ጆናታን ሚላን ብ ዓሰርተ ትሽዓተ ካልኢት ኣዲሕሩ ካልኣይ፣ እስጳኛዊ ኹዋን ኣይሶ ብ ዕስራን ክልተን ካልኢት ኣዲሕሩ ሳልሳይ፣ ኣማኑኤል ገብረእግዚኣብሄር ብደቒቕን ትሽዓተ ካልኢትን ድሒሩ መበል ሓምሳን ክልተን፣ ናትናኤል ተስፋጽዮን ድማ ብክልተ ደቒቕን ሸሞንተ ካልኢትን ድሒሩ መበል ሚእትን ሓምሳን ሸውዓተን ተርታ ሒዙ ኣሎ። ብነጥቢ ጆናታን ሚላን ብዕስራን ሓደን ነጥቢ መሪሕነት ተረኪቡ። ኢጣልያዊ ኣባል ፖሊቲ ዴቪደ ባይስ ብሓሙሽተ ነጥቢ መሪሕነት ኣንበሳ ዓቐብ ተረኪቡ። ዕዉት መድረኽ ጆናታን ሚላ ንስጳኛዊ ኹዋን ኣዩሶ በሊጹ መሪሕነት ብሉጽ መንእሰይ ናይዚ ውድድር ተረኪቡ። ብጋንታ ድማ ኢኔዎስ መሪሕነት ዓቂባ ኣውጺኣ። ቶሪኖ ኣድሪያቲኮ ረቡዕ ብሳልሳይ መድረኹ ኣብ ዝቕጽለሉ ተቐዳደምቲ ክልተ ሚእትን ሰላሳን ትሽዓተን ኪሎሜተር ዝርሕቐት ውድድር ክሽፍኑ'ዮም። ንመበል ሰማንያን ሰለስተን ግዜኡ ኣብ ምክያድ ዝርከብ ፓሪስ ኒስ ሰሉስ ዓሰርተ ሓደ መጋቢት ብሳልሳይ መድረኹ ተኻይዱ። ኣብዛ መድረኽ ድማ ክለባት'የን ናይ ጋንታ ናይ ግዜ ውድድር ኣካይደን። ነዚ ዕስራን ሸሞንተን ነጥቢ ኣርባዕተ ኪሎ ሜተር ዝሸፈነት ውድድር ንዮናስ ቪንጌጋርድ ሓቝፋ ዘላ ቲም ቪዝማ ንውድድራ ብሰላሳ ደቒቕን ዕስራን ሽዱሽተን ካልኢትን ብምዝዛም ቀዳመይቲ ኾይና ተዓዊታ። ኣውስትራልያዊት ጋንታ ጃይኮ ኣል ኡላ ብዓሰርተ ኣርባዕተ ካልኢት ድሒራ ካልኣይቲ፣ ሬድ ቡል ቦርሃንስግሮ ድማ ብ ዕስራን ኣርባዕተን ካልኢታ ድሒራ ሳልሳይ ተርታ ሒዛ። ኣብዛ መድረኽ ብዝተረኽበ ውጽኢት መሰረት ኣሜሪካዊ ኣባል ቲም ቪዝማ ማትዮ ጆርጊንሰን መሪሕነት ፓሪስ ኒስ ጨቢጡ። ወዲ ጋንትኡ ዴንማርካዊ ዮናስ ቪንጌጋርድ ብ ሽዱሽተ ካልኢታት ድሒሩ ይስዕቦ። ኣባል ጃይኮ ኣል ኡላ ሚካኤል ማቲውስ ብ ዕስራን ሓደን ካልኢታት ድሒሩ ሳልሳይ ተርታ ሒዙ ኣሎ። ብነጥቢ ቤልጁማዊ ቲም ሜሪለር ኣብ ናይ ዓቐብ ፈረንሳዊ ኣሌክሳንደር ደሌትረ ንብሉጽ መንእሰይ ጀርመናዊ ፍሎርያን ሊፖፊትዝን መሪሕነት ተረኪቦም ናብ ራብዓይ መድረኽ ኣቕኒዖም። ፓሪስ ኒስ ሮብ ዓሰርተ ክልተ መጋቢት ብሳልሳይ መድረኹ ክቕጽል እዩ። ተቐዳደምቲ ድማ ሚእትን ስልሳን ሰለስተ ነጥቢ ኣርባዕተ ኪሎሜተር ዝርሕቐት ውድድር ከካይዱ እዮም። ኣብ ውድድር እንከሎ ብዘጋጠሞ መውደቕቲ ብኸቢድ ተሃስዩ ኣብ ሆስፒታል ሮኮታሊስ ቡርጎስ ክንክን ክግበረሉ ዝጸንሐ ኦሎምፒካዊ ተቓዳማይ መርሃዊ ቅዱስ ካብ ሆስፒታል ተፋንዩ ናብ ጋንትኡ ተጸንቢሩ። መርሃዊ ቅዱስ ብክልተ ለካቲት ኣብ ፈረንሳ ኣብ ናይ ሓደ መዓልቲ ውድድር ጂፒ ማርሴል ድሕሪ ዘጋጠሞ ከቢድ ሓደጋ መውደቕቲ ብቐጥታ ናብ ሆስፒታል ተላኢኹ ግቡእ ክንክን ክግበረሉ ድሕሪ ምጽናሕ ኩነታቱ ተመሓይሹ ናብ ጋንትኡ ተመሊሱ'ሎ። ተወሳኺ ብርሕቀት ክንክን ክግበረሉ ድማ ምስ ጋንቱ ይርከብ። ብቐዳም ሸሞንተ መጋቢት ብዓወት ስሎቬንያዊ ታደይ ፖጋቻ መዛዘሚ ዝረኸበ ስትራንደ ቢያንቸ ንእንኮ ድኽመት ፖጋቻ ከም ዘንጸባረቐ ተገሊጹ። ፖጋቻ ኣብቲ ናይ ቀዳም ውድድር ዳግማይ ታሪኽ እዩ ሰኒዱ። ክብሪ ሻምፕዮን ዓለም ተላቢሱ ንስትራንደ ቢያንቸ ዝተዓወተሉ ፋልማይ ተቐዳዳማይ፣ ንስትራንደ ቢያንቸ ንክልተ ዓመታት ኣከታቲሉ ናይ ዝሓለፉ ዓመት ክብሪ ዝዓቀበ ተቐዳዳማይ ዝብሉ ክብረ ወሰናት ቀዳም ብፖጋቻ ዝተመዝገቡ ሓደስቲ ክብረ ወሰናት እዮም። ናይ ሎሚ ዓመት ዓወቱ ግን ከም ናይ ዝሓለፈ ዓመታት ቀሊል ኣይነበረን። ዝሓለፈ ዓመት ፖጋቻ ንስትራንደ ቢያንቸ ክዕወተሉ እንከሎ ንሰማንያን ሓደን ኪሎሜተር ኣጥቂዑ በይኑ ተጓዒዙ ቀዳማይ ኮይኑ ድሕሪ ሕንጻጽ ምርጋጹ እዩ። ኣብዚ ዓመት ድማ ቀንዲ መቕነቕንቲ ፖጋቻ ዝኾኑ ተቓደምቲ ከም ድኽመቱ ክወስድዋ ዝኽእሉ ሓንቲ ድኽመት ኣርእዩ ሓሊፉ ኣሎ። ንሳ ድማ ምውዳቕ እያ። ንታደይ ፖጋቻ ክትስዕሮ እንተኾንካ ዓወትካ ኣብ ዕድል ጥራይ እዩ ክምርኮስ ዝግባእ። እዚ ድማ ኣብ ክልተ ሽሕን ዕስራን ሰለስተን ኣብ ሌጄ ባስቶኔ፣ ሌጄ፣ ኣጋጢሙ እዩ። ፖጋቻ ኣብ ሌጄ ባስቶኔ ሌጄ ወዲቑ ብኸቢድ ድሕሪ ምህሳዩ ናብ ቱር ዲ ፍራንስ ትሑት ዝኾነ ቁመና ሒዙ ቀሪቡ ብቪንጌጋርድ ድማ ተሰኒፉ። ፖጋቻ ኣብቲ ናይ ሎሚ ዓመት ስትራንደ ቢያንቸ ጸወታ ንኽዛዘም ሓምሳን ክልተን ኪሎ ሜተር ምስ ተረፎ'ዩ ኣብ ቀዳመይቲ ጉጀለ ምስ ቶም ፒድኮክን ኮነር ስዊፍትን ንጸወታ እናቐለሶ እንከሎ ብኸቢድ ኣንሸራቲቱ ወዲቑ። ፖጋቻ በቲ ዘጋጠሞ መውደቕቲ ብኸቢድ ተሃስዩ ኣካላቱ ተጀሊዑ እኳ እንተነበረ ዳግማይ ናብ ጸወታ ክምለስ እዩ ተራእዩ። ብኸቢድ ወዲቑ ናብ ጸወታ ምምላሱ ከይኣክል ጸወታ ንኽዛዘም ዓሰርተ ሸውዓተ ኪሎ ሜተር ምስ ተረፎ ኣብ ልዕሊ ፒድኮክ ብዝፈነዎ መጥቃዕቲ ንሳልሳይ ግዜኡ ዕዉት ራንደ ቢያንቸክ ክኸውን በቒዑ። ፖጋቻ ንፒድኮክ ንምትራፍ ዝተጠቐመሉ ኣዘዋውራ ድማ እምበርዶ ወዲቑ ነይሩ ዘብል እዩ። ምኽንያቱ ሕንጻጽ ክረግጽ እንከሎ ከምዚ ኣቐዲሙ ዋላ ሓደ ዘይተፈጥረ'ዩ መሲሉ ቀሪቡ። መቐናቕንቲ ታደይ ፖጋቻ ካብ ስትራንደ ቢያንቸ ዝወሰድዎ ትምህርቲ እንተድኣ ኣሎ ኮይኑ ድማ ልዕሊ ዝኾነ ግዜ ዕድል ኣብ ጎንኻ ክትህሉ ምህላዋ ምፍላጦም እዩ። ናይ ታደይ ፖጋቻ ቀንዲ መቐናቕንቱ ገዛእ ርእሱ እዩ። ኣብ ምውዳቑ ድኻሙ እቲ ሓደጋ ምዃኑ ተነጺሩ ምስ ገበታ ልሕጻጹ ድማ መድረኽ ክዕወት ክኢሉ። ኤርትራዊ ኣትለት ኣብርሃም ታደሰ ብሰንበት ትሽዓተ መጋቢት ኣብ ስጳኛ ኣብ ዝተኻየደን ሓያሎ ብሉጻት ኣትለታት ዓለምና ኣብ ዝተኻፈሉዎን ማራቶን ባርሴሎና ቅድሚ ሎሚ ብዝኾነ ኤርትራዊ ናይ ማራቶን ጓያይ ዘይተመዝገበ ዝቐልጠፈ ግዜ፣ ሚኒማ፣ ብምህራም ቀዳማይ ኮይኑ ተዓዊቱ። ኣትለት ኣብርሃም ታደሰ ን ኣርብዓን ክልተን ኪሎሜተር ብ ክልተ ሰዓትን ሓሙሽተ ደቒቕን ባዶ ሓደ ካልኢትን፣ ሚኒማ፣ ብምህራም'ዩ ተዓዋቲ ማራቶን ባርሴሎና ኮይኑ። በዚ ውፅኢት እዚ ኤርትራ ንዕኡ ሒዛ ኣብ ዝኾነ ሜጀር ማራቶንን ሻምፕዮን ዓለምን ማራቶን ተወዳዳሪት ኮይና ክትቀርብ ስለ ዘብቅዓ ዮውሃና ዘብል ዓወት እዩ። ኢጣልያዊት ክለብ ሮማ ንውዕል ኣርጀንቲናዊ ተጻዋታያ ሊያንድሮ ፓርደዝ ክሳብ ክልተ ሽሕን ዕስራን ሽዱሽተን ከምዘናውሐትሉ ብወግዒ ኣፍሊጣ። ኣብ ክልተ ሽሕን ዓሰርተ ኣርባዕተን ንፈለማ ግዜ ካብ ቦካ ጁንየርስ ኣብ ሮማ እግሩ ዘንበረ ፓረደስ፣ ኣብ ክልተ ሽሕን ዕስራን ሰለስተን ካብ ፒኤስጂ ዳግማይ ናብ ሮማ ቅድሚ ምምላሱ ንኽልተ ክፍለ ግዜያት ኣብ ሮማ ክጻወት ክኢሉ እዩ። ኣብ ክልተ ሽሕን ዓሰርተ ኣርባዕተን ዓሰርተ ሓሙሽተን ከምኡ'ውን ኣብ ክልተ ሽሕን ዓሰርተ ሽዱሽተን ዓሰርተ ሸውዓተን እዚ ኣከፋፋሊ ብማልያ ሮማ ሚእትን ዕስራን ትሽዓተን ግጥማት ከካይድ እንከሎ፣ ኣብ ኩለን ውድድራት ድማ ዓሰርተ ሸቶ ኣመዝጊቡ። መራሒት ግጥማት ፕሪመሊግ እንግሊዝ ሊቨርፑል ከም ናይ ቀጻሊ መተካእታ ሆላንዳዊ ተኸላኻላያ ቪርጂል ቫንዳይክ ንጀርመናዊ ተኸላኻላይ ቦሩስያ ዶርትመን ኒኮ ሽሎተርበርክ ኣብ ዝርዝር ዝዕደጉ ተጻወቲ ኣስፊራቶ ምህላዋ ጋዜጠኛ ፉትቦል ኢንሳይደር ክርስትያን ፋልክ ሓቢሩ። እዚ ኣብ ክለቡ ዓመታዊ ሓሙሽተ ሚልዮን ኤሮ ዝወስድ ተኸላኻላይ ብክለቡ ዶርትመን ኣብ ሲግናል ኢዱና ፓርክ ጸንሑ ካብ ዝድለዩ ተጻወቲ ሓደዩ። ብዘይካ ኒኮ ሾልተርበርግ፣ ሆላንዳዊ ተኸላኻላይ ብራይተን ጃን ፖል ቫን ሂኬ'ውን ኣብ ራዳር ሊቨርፑል ኣትዩ ዘሎ ተጻዋታይ ምዃኑ ጊቭሚስፖርት ሓቢራ። መልመልቲ ሊቨርፑል ክሳብ ምዝዛም ናይዚ ዓመተ ስፖርት ንቫን ሂኬ ብቐረባ ብምክትታል ኣብ ክረማት ኣብ ሓደ ውሳነ ክበጽሑ'ዮም። ንዝሓለፉ ክልተ ናይ ውድድር ዓመታት ዓንዲ ሕቖ መስመር ምክልኻል ብራይተን ኰይኑ ዝርከብ ቫን ሂከ፣ ኣቐዲሙ ኣብ ብላክበርን ብልቓሕ ተጻዊቱ ምንባሩ ዝፍለጥ'ዩ። ማንቸስተር ዩናይትድ ንብራዚላዊ ኣከፋፋሊ ኣታላንታ ኤደርሰን ንምፍራም ኣብ ዝግበር ዘሎ ቅልስ ላዕለዋይ ኢድ ሒዛ ምህላዋ ተገሊጹ። ብመሰረት ክኢላ መስርሕ ምስጋር ተጻወትቲ ዳንኤል ሎንጎ፣ ማንቸስተር ዩናይትድ ንኤደርሰን ንምፍራም ተቓሪባ ምህላዋ ገሊጹ። ብኣሰልጣኒ ማንቸስተር ዩናይትድ ሩበን ኣሞሪም ኣብ መሳርዕታ ጋንታ ክህልው ካብ ዝድለዩ ተጻወትቲ ሓደ ኤደርሰን እዩ። ዩናይትድ ድማ ንድሌታት ኣሞሪም ንምምላእ ብክለቡ ኣታላንታ ክሕተት ንዝኽእል ስሳ ሚልዮን ፓውን ቀሪባ ምህላዋ እቲ ዝወጸ ዜና ወሲኹ ኣረዲኡ። ካብ ማንቸስተር ዩናይትድ ብተወሳኺ ማንቸስተር ሲቲ እውን ኣብ ዕዳጋ ኤደርሰን ዘላ ጋንታ እያ። ካብ ዜናታት ማንቸስተር ዩናይትድ ከይወጻና እታ ጋንታ ዲዛይን ናይቲ ሓድሽ ስታድዩማ ንሓፋሽ ኣላልያቶ። እዚ ኣብ መጻኢ ብማንቸስተር ዩናይትድ ክህነጽ ተመዲቡ ዘሎ ስታድዩም ሚእቲ ሽሕ ተዓዘብቲ ናይ ምሓዝ ዓቕሚ ዘለዎ ከይኑ ኪንዮ ኣብ መድረኽ እንግሊዝ ኣብ መድረኽ ኤሮጳ እቲ ዝዓበየ ስታድዩም እዩ። ዩናይትድ ኣብ ዘውጽኦቶ መግለጺ እዚ ሓድሽ ፕሮጀክት ንተስዓን ክልተን ሽሕ ሰባት ናይ ስራሕ ዕድል ዝፈጥር ኮይኑ ህንጸቱ ድማ ናብ ቁጠባ ዓባይ ብርጣንያ ሸውዓተ ነጥቢ ሰለስተ ቢልዮን ፓውን ኣታዊ ክገብር ምዃኑ ኣፍሊጣ። ዝበለጸ ተጻዋታይ ኩዕሶ እግሪ ዓለምና ኣርጀንቲናዊ ዲያጎ ኣርማንዶ ማራዶና ካብዛ ዓለም ብሞት ካብ ዝፍለ ኣርባዕተ ዓመትን ሓሙሽተ ወርሕን ኣቑጺሩ ኣሎ። ይኹን እምበር ንጉዳይ ኣማውቱ ብዝምልከት ዛጊት ስንክሳር ኮይኑ ይቕጽል ኣሎ። ይኹን እምበር ቤት ፍርዲ ኣርጀንቲና ኣብ ሞት ማራዶና ብሸለልትነት ንሸውዓተ ናይ ሕክምና ክኢላታት ናብ ቤት ፍርዲ ከሲሱ ኣቕሪብዎም ምህላዉ ተሓቢሩ። ማራዶና ብ ዕስራን ሓሙሽተን ጥቅምቲ ክልተ ሽሕን ዕስራን እዩ ብውድቀት ስራሕ ልብን ስርዓተ ምስትንፋስን ካብዛ ዓለም ብሞት ተፈልዩ። ሞት ማራዶና ድማ ድሕሪ'ቲ ኣብ ሓንጎሉ ንዝፈሰሰ ደም ንምጽራግ ዝተኻየደ መጥባሕቲ ዝሰዓበ'ዩ። ኣኽበርቲ ሕጊ ኣርጀንቲና፣ ማራዶና ካብ ዝገበሮ መጥባሕቲ ንኽሓዊ ኣብ ሆስፒታል ክጸንሕ ከም ዝነበሮን ናብ ቤቱ ተላኢኹ ሕክምናዊ ኩነታቱ ክገብር ከም ዘይነበሮን'ዩ ዝኸስስ። እምበኣርከ ዝኸበርኩም ተኸታተልቲ ሲኔማ ሰመረ ናይ ሎሚ ትሕዝቶና ኣብዚ ንዛዝም፣ ብምክትታልኩም ኣዚና ነመስግን። ሰላም!